ክቡራት ተመልከትና ቀዳማይ ሚኒስትር ኢትዮጵያ ዝኾኑ ዶክተር ኣብይ ኣሕመድ ዝገርም መልእኽቲ ኣመሓላሊፎም ኣለዉ። እቲ ብትግርኛ ኣብ ናይ ባዕሎም ሒሳብ ፌስቡክ ገፅ ዘጠቀዕዎ መልእኽቲ ድማ ነዚ ስዕብ ይብል። ፃዊት ጥቆማ ፕሬዚደንት ግዝያዊ ምምሕዳር ትግራይ ንመላእ ህዝቢ ትግራይ። ከምዝፍለጥ ብመሰረት ሕገ መንግስቲ ፌደራላዊ ዲሞክራሲያዊ ሪፐፕሊክ ኢትዮጵያ ዓንቀፅ ስሳ ክልተን እዝባር ትሽዓንተ ከምኡ እውን ብመሰረት ስምምዕነት ፕሪቶርያን ኣብ ክልላት ምእታው ጣልቃ መንግስቲ ፌደራል ንምድንጋግ ብዝወፀ ኣዋጅ ቁፅሪ ሰለስተ ሚእትን ሓምሳን ትሽዓንተን እዝባር ዓሰርተ ትሽዓንተ ቴስዓን ሓሙሽተን መሰረት ከምኡ እውን ምምስራት ኣሳታፊ ግዝያዊ ምምሕዳር መንግስቲ ትግራይ ብዝምልከት ዝተደንገገ ናይ ቤት ምኽሪ ሚኒስትራት ደንቢ ቁፅሪ ሓሙሽተ ሚእቲ ሰላሳን ሰለስተን እዝባር ክልተ ሽሕን ዓሰርተን ሓሙሽተን መሰረት ዝቖመ ግዝያዊ ምምሕዳር ትግራይ ንክልተ ዓመታት ኣብ ስራሕ ምፅንሑ ዝፍለጥ እዩ። ብመሰረት ኣዋጅ ቁፅሪ ሰለስተ ሚእትን ሓምሳን ትሽዓንተን እዝባር ዓሰርተ ትሽዓንተ ቴስዓን ሓሙሽተን ዓንቀፅ ዓሰርተ ሓሙሽተ ንኡስ ዓንቀፅ ሰለስተ ግዝያዊ ምምሕዳር ንክልተ ዓመት ጥራይ እዩ ክፀንሕ ዝኽእል። ጭቡጥ ምኽንያት እንተሃልዩ ግና ዕድመ እቲ ግዝያዊ ምምሕዳር ምንዋሕ ይከኣል እዩ። በቶም ቅድም ክብል ዝተገለፁ ሕግታትን ውዕሊ ፕሪቶርያ ዝቖመ ግዝያዊ ምምሕዳር ትግራይ ኣብ ውሽጢ ክልተ ዓመት ናይ ግዝያዊ ምምሕዳር ዕማማቱ ኣፃፊፉ ሓላፍነቱ ብህዝቢ ንዝተመረፀ መንግስቲ ከረክብ ይግባእ ነይሩ። ይኹን ደኣ እምበር ግዝያዊ ምምሕዳር ትግራይ ዝተውሃቦ ቁልፊ ዕማማት ኣብ ዝተወሰነሉ ግዜ ከፃፍፍ ኣይኸኣለን። ካብቶም ቁልፊ ዕማማት ሓደ መረፃ ምክያድ ዘኽእል ምቹእ ኩነታት ምፍጣር እዩ።

ኣብ ታሕቲ ናብ ዝተገለጸ ናይ ቀዳማይ ሚኒስትር ቢሮ ኢሜል ኣድራሻ ካብ ሎሚ ጀሚርኩም ጥቋማኹም ክትልእኹ ከም እትኽእሉ ነፍልጥ። መጠቆሚ ኢሜል፣ info at primaryministeroffice.gov.et መልእኽቲ ቀዳማይ ሚኒስትር ኢትዮጵያ ዝኾኑ ዶክተር ኣብይ ኣሕመድ ብትግርኛ ኣብ ናይ ባዕሎም ሒሳብ ፌስቡክ ዘመሓላለፍዎ መልእኽቲ ነዚ ዘንበብኹልኹም ይመስል። ኣብ ታሪኽ ኢትዮጵያ ምናልባት እውን ንፈለማ እዋን ክኸውን እዩ ብቀጥታ ብጥቆማ ህዝቢ ርእሰ ምምሕዳር ሓደ ክልል እንትምረፅ። እዚ ናይ ፈለማ ክኸውን እዩ። ስለዚ ኩሉኹም ነበርትን ተወለድትን ህዝቢ ትግራይ ሓደ ንህዝቢ ትግራይ የሻግር እዩ እትብልዎ ወይ ኻዓ ንህዝቢ ትግራይ የረጋግእ እዩ እትብልዎ ነዚ ሐዚ ዘለናዮ ናይ ፖለቲካዊ ቀውሲ ይምጥን እዩ እትብልዎ ሰብ በቲ ዝተገለፀ ኢሜል ምጥቋም ትኽእሉ ኢኹም ብኡ ኻዓ ዝመረፅኩምዎ ናብቲ ናይ ቀዳማይ ሚኒስትር ኦፊስ ብኢሜል ምልኣኽ ትኽእሉ ኢኹም።